Hello, this is Microphone Media. Please like, subscribe, and share. Thank you.
ጥዕና ሃበለይ ድሓን ዶ ውዒልኩም ድሓን ድሓደርኩም መመላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዙይ ማይክሮፎን ሚድያ እዩ ንማይክሮፎን ሚድያ ሓደሽ ዝኾንኩም ከዓ እንኳዕ ድሓና መፃኹም እናበልና ናይ ኩሉ ሻዕ መድመፅቲ ናይዚ ቤተሰብና ኣካል ኮይንኩም ክትቅፅሉ ሰብስክራይብ ዘይገበርኩም ሰብስክራይብ ግበሩ ላይክ ገርኩም ክዓ ክትጅምርዎ ብክብሪ ንሓተኩም ሰማዕትና። እዙይ ብጣዕሚ ኣገዳሲ ኣገዳሲ ዝኾነ ሓበሬታ ኢና ረኺብና ዘለና እንታይ እዩ ዝነገር እዙይ ኤርትራ እንተትደሊ ሰላም እንተትፈጥር ብዘይ ትግራይ ኤርትራ ክትህሉ ከምዘይትህሉ ከምዘይትኽእል ብዘይ ኤርትራ ትግራይ ክትከውን ክትህሉ ከምዘይትኽእል፣ ሓደ እንተኾይንና ግን ማንም ጠጠው ከብሎም ከምዘይኽእል ብዙሕ ግዜ ደጊምና ደጋጊምና ዝተዛረብናሉ ኢና። ህዝቢ ኤርትራን ህዝቢ ትግራይን ምንም ፍልልይ የብሎምን። ሕዚ ብሓደ እንተዝኾኑ ንብል ዘለና መራሕቲ እዩ። ፕረዚደንት ኢሳያስ ኣፈወርቂ ሕዚ እዞም ናይ ኣምሓራም ይኹን ናይ ኦሮሞም ይኹን ንኣብዪ ኣሕመድ እንታይ ኢሎም ቃል ከም ዝኣተውሉ ዝፍለጥ እዩ ግን ዘይሩ ዘይሩ ትግራይ እንተዳኺምና እታ ትድግፋ እታ ሓፍቲ ዝኾነት እታ ንነፃነታ ብዙሕ መስዋእትነት ዝኸፈለት ትግራይ እንድሕረ ኣዳኺምና ኢሳያስ ኣፈወርቂ ብቐሊሉ ክነወርዶ ኢና ንምንታይ መናእሰይ ዝበሃል የብሉን ሰራዊት ዝሰልቸዎ ዝመረሮ እዩ መቋረፂ ዘይብሉ ብሄራዊ ኣገልግሎት እዩ ዝህብ ዘሎ ስለዚ እንተ በዝሐ እንተ በዝሐ ኣብ ዓሰርተ ሓሙሽተ መዓልቲ ቀይሕ ባሕሪ ኩለን ወደባት ክንቆፃፀር ኢና ኢሎም ሓሲቦም ከም ዝነበሩ ሀዚ እንተዘይተረዲእዎ ንምን ግዜም ኣይርድኦን ብሓደ ጠጠው እንተይሉ እዚ ህዝቢ እዚ ግን ህዚ ብዙሕ ግዜ እንታይ ኢና እነጋገ ይመስለኩም ኣነ እኳ ሕዝስ ፈይጦ እየ ካብ ዝፈልጦ ጸኒሐ ኣለኹ ብዛዕባ ምዕራብ ትግራይ ብዙሕ ህዝብና ዝዛረበሉ ናይ ካሊእ ዓለም ህዝብም ናይ ኢትዮጵያ ህዝብም ዝዛረበሉ ወረርቲ ተስፋሕፋሕቲ ናይ ኣምሓራ ሓይልታት ሒዞምዎ እነው ወሪሮም ኢሉ እዩ ዝዛረብ ወረርቲ ተስፋሕፋሕቲ ሓይልታት ኣይኮኑን ሒዞምዎ ዝነው ንሳቶም ኣይኮኑን ወሪሮምዎ ክንፈልጦ ይግበአና እዩ እዙይ ሓደ ናይ ኤርትራን ናይ ኢትዮጵያን ብምሉኦም ተሓባቢሮም እዮም እቲ ምዕራብ ትግራይ ሒዞምዎ መጀመርያ እንትተሓዝተሎ ማለት እዩ ህዚ ከዓመ ኤርትራ ብዛዕባ ምዕራብ ትግራይ ቃል ተዛሪባ ኣይትፈልጥን እንታይ እዩ ትቕዋምኩም ኢልና ግን ንብዙሓት ጠይቕና ኢና ኣብቲ ላዕለዋይ ቢሮ ካብ ዘለዉ ጀሚሩ ኣብ ኤምባሲታት ዝሰርሑ ኣብ ዝተፈላለየ ቦታታት ኣንታ ንትግራይ ክተድሕና እትኽእል ህዝቢ ኤርትራ እዩ ንኤርትራ ከድሕኖ ዝኽእል ሉዓላዊነት ኤርትራ ከኽብራ ዝኽእል እቱ ብሕገ መንግስቲ ትፍለጥ ናይ ኤርትራ ካርታ ከም ዘላ ክትጸንሕ ክገብረልካ ዝኽእል ዝተሓባበረካ ሓውካ ህዝቢ ትግራይ እዩ እናበልና ብዙሕ ግዜ ተዛሪብናሉ ኢና ሓደ ዓዲ ይኹን እንተበልና እውን ነውሪ ይብሉን ግን ሀዚ ከምኡ ይኮንና እንብል ዘለና ጎረባብቲ ዓዲ ግን ኣብ ዝተፈላለየ ዓዲ ዘለዉ ሓደ ህዝቢ ሓደ ቋንቋ ሓደ ሃይማኖት ሓደ ህዝቢ ዝነበረ ቢጸላእቲ ዝተፋላለየ ህዝቢ እዩ ዘሎ እሞ ንዚ ህዝቢ እዚ ክራዳዳእ ኣለዎ ብሰላም ኮይኑ ማንም ትግርዋይ ኣብ ኤርትራ ከይዱ ሰሪሑ ኩሉ ነገር ዝገብረሉ ማንም ኤርትራዊ ኣብ ትግራይ መፅኡ ኩሉ ነገር ዝገብረሉ ክልቲኦም ዓድና እያ ኣሕዋትና እዮም ዝበሃሃልሉ ግዜ ክመፅእ ኣለዎ ምዕራብ ትግራይ ከዓመ ኤርትራን ትግራይን ብሓደ ኮይኖም እኒሀው ምባል ቀርዩ ተስማዕሚዖም እዮም ምባል ቀርዩ ከፊሎም እያ ይዛረቡ ኣለዉ እንትበሃል እንተሎ ኣብ ምዕራብ ትግራይ ዝውዕል ዝሓድር የለን እንኳን ናይ ኣምሓራኡ ዝነው ተስፋሕፋሕቲ ሓይልታት ይቕረና ናይ ኢትዮጵያ መከላከያ ሰራዊት እውን ይውዕልን ናብኡ ገፁ ገይሩ እውን ኣይዛረብን ዓብዪ ኣሕመድ ሓንቲ ድኽመት ዝኒሃ ኣብ ኤርትራ ግን እንታይ እዩ ትቕዋሙ ሓደ ቅዋሙ ኣይፍለጥን ነይሩ ፕረዚደንት ኢሳያስ ብዛዕባ ምዕራብ ትግራይ ንግምቶ ነይሩ እዩ ግን ህዚ ግን እንታይ እዩ ትቕዋሙ ናይ ፕረዚደንት ናይ ፕረዚደንት ጌታቸው ክዓሚ ኢለ ፕረዚደንት ኢሳያስ ኣፈወርቂ ብጣዕሚ ይቕርታ እየ ዝሓተኩም ሰማዕቲ እዚኣ ብምባለ ጌታቸው ረዳ እማ ብዛዕባ ምዕራብ ትግራይ እንታይ ከም ዝብል ንፈልጦ ኢና ምዕራብ ትግራይ ሸይጥዎ ከምዘሎ ምንም ኣይንጠራጠርን። ጌታቸው ረዳ እውነት ንምዝራብ ታሪኽ ይቕረ ዘይብሎ ህዝቢ ትግራይ ይቕረ ዘይብሎ ገበን ዝፈፀመ ሰብ እዩ ሰብ እዚ ብዝወዓልና ብዝሓደርና ናቱ ውሽጠ ምሽጥሩ ብዝፈለጥና ቁፅሪ ክንደይ ዝኣክል ውሽጥና ከም ዝሓመም ዘሎ ክነግረኩም ኣይክእልን እዚ እንትንብል እንተለና ግን ይምውት ይሕመም ገለመለ ይኮንና ንብል ዘለና ሓዊ ጥዕዩ ካሊእ ስርሑ ክሰርሕ ኢና ንደልዮ ዝሕተቶ ነገር ከዓመ ብሕጊ ክሕተት እዩ እምበር እዚ ይኹን እዚ ኣይኹን ክንብል ኣይኮንና ናብ ዝነና ጌታቸው ሰብ ዘጋገዩ እዩ ዝመስለና ነይሩ ሰብ ግን ኣይኮነ ፃርቃን ኣይኮነ ነጋግይዎ ፃርቃንን ጌታቸው ንናይ ባዕሎም ታሪክ ንናይ ባዕሎም ድሌት ነይርዎም እዩ ብሓደ ኮይንኩም እሺ ተረከብዋ ትግራይ እንተዝበሃሉ ሓንቲ መዓልቲ ሓቢሮም ኣይምሰርሑን ሓደ ንሓደ ከጥፍኦ ነይሩ እዩ ምክንያቱ ዝተፈላለየ ግሩፕ ቡድን እነዎም እዮም ዝተፈላለየ ድልት ዘለዎ ኣብቲ ዝሓለፈ ቪድዮ ነገረኩም እየ ብቻ ከድኩም ረእይዎ ንሱ እቲ ቪድዮ ምስ ወፃእና ከዓ ብዙሕ ኢንፎርሜሽን መፅዩና ሓደ ኢንፎርሜሽን እንተውፅኢካ ረ እዚ እውን ኣለና ኣይተወሰኽ እናበልኩም ኢኹም ትድውሉና ብጣዕሚ ኢና እነመስግን ኣብ ሙሉእ ዓለም ዘለኹም ሰማዕትና ሓበሬታ ይመጽእ እዩ ዘሎ ክንደይ ዝኣክል ዝተፈላለዩ ምንዋሩ ሓደ ንሓደ ከመይ ገይሮም ከም ዝነዓዓቑ ብጣዕሚ ዝገርመኩም ሲ ፃርቃን ብጣዕሚ ንጌታቸው ከም ዝንዕቆ ብተቃራኒ ከዓመ ጌታቸው ንፃርቃን ብጣዕሚ ከም ዝንዕቆ እዮም ነጊሮምና ዘለዉ ውሽጦም ምንም ነገር ሓድነት ዘይብሎም ብሓደ ክውዕሉ ክሓድሩ ሓንቲ ነገር ሓቢሮም ክፃወቱ ዘይኽእሉላ እያ ኩላ እታ ናይ ትግራይ ወንበር ናይ እንተኾይኑሎም ከዓም ናይ ፈደራል ስለ ዝምነዩ ዝነበሩ ግን ከመይ ጌርና ህወሓት ነጥፍእ ዝብል እዩ ኣስማዕሚዕዎም እምበር ዓው ኢሎም ዘይተዛረብዎ ኮይኖም እዮም እምበር ውሽጦም ምስ ኣዕሩኽቶም ምስ ዝኣምንዎም ሰባት እንትዛረቡ እንተሎ ብጣዕሚ ብዝወረደ ብዝወረደ እዮም ዘልዕልዎም ኢሎምዎም እንደይ ዝኣክል ድሑር ከም ምዃኑ ንፃርቃን እዩ ዝብል ጌታቸው ኢሎሞ ክንደይ ዝኣክል ምንም ዘይ ደንቆሮ ኣብ ዘይግብኦ ላዕሊ ዝበፅሐ እዩ ዝብሎ እቲ ከዓመ ሰካራም እዙይ በቃ ከፍቲ ዝኾነ እንኳን ንምምራሕ ገዛኻ ኣሚንካ እንኳን እንኳን ንዓዲ ገዛኻ ኣሚንካ ክትገድፎ ዘይትኽእል ሰብ እዩ ግን ንግዚኡ ንሱ እዩ ዝኣፍ ዘለዎ ንሱ እዩ ክንጥቀመሉ ዘለና ኢሉ ከም ዝኾነ ይነግሩና እዮም ዘለዉ ግን እዚ ናይ ጌታቸውን ናይ ፃርቃን ነው እዚ ንግደፎ እሞ ፕረዚደንት ኢሳያስ ኣፈወርቂ ኣፍሊጦ ኣሎ እዋሙ ንሕና እሙን ካብ ዝኾነ ፍልፍልና ዝረኸብናዮ ሓበሬታ ኢና ንነግረኩም ዘለና ኣብዚ እብ ዋሽንግተን ዲሲ እመ ኤምባሲ ኣለዎም ካብኦ ከባቢም ሓቲትና ነርና ኢና ካብ ኤርትራ ካብ ባዕሉ ሓቲትና ነርና ኢና ካብ ዝተፈላለየ ብቻ እገለ ክብለኩም ኣይክእልን ማንም ስመይ ከይትጠቕሱ ኢልና እዩ ቅዋም ናይ ኢሳያስ ኣፈወርቂ ናይ ፕረዚደንት ኢሳያስ ኣፈወርቂ ናይ ኤርትራ ፕረዚደንት ፈሊጥና እዮ ኣለና እንታይ ዝደሊ ብዛዕባ ምዕራብ ትግራይ እዮም ዝብሉና ዘለዉ ምዕራብ ትግራይ ሕዚ ከም እትፈልጥዎ ኢሎምን ናይ ኤርትራ ምናልባት ዘይትፈልጥዎ እንተኾንኩም ንክትፈልጥዎ ዝግበአኩም ናይ ኤርትራ ፋኖ ዘሰልጥኖ ዘዕጥቆ ዝመርሖ ሰራዊት እኒ ኣብ ኣምሓራ ክልል ሰማዕተይ ቁፅሮም ብዙሕ ኣይኮነን ብጣዕሚ ውሑድ እዩ ግን ኩሉ እቲ ታክቲክ ዘምህርዎም ዘለዉ ብዚ ጌርኩም እተዉ ብዚ ጌርኩም ቅረፁ ኣብዚ ፅንሑ ብዚ ጌርኩም ከምዚ በልዎም እናበሉ ናይ ዲቫይ ወግእ ትብሉ ናይ ዝተፈላለየ ሰዓታት ዝጅምርዎ ኩሉ ነገር ዝመርሕዎም ዘለዉ ናይ ኤርትራ ሰራዊት እዮም እንታይ መኣዘ ኣበይ ከጥቅዑ ከም ዝኽእሉ ነቲ ሓደ እንተጥቅዑ እንተሎ ሓደ ከተማ ኣበይ ከይመፅእ ሓጋዚ ከይመፅእ ምንታይ ክቆርፅዎም ከም ዘለዎ ኩሉ ዘምህርዎም ዝነግርዎም ናይ ኤርትራ ሰራዊት እዮም ንቶም ናይ ኣምሓራ ፋኖ ማለት እዩ ብፍላይ ናይ ጎጃምን ናይ ጎንደርን ፋኖ ማለት እዩ ግን ከ ፕረዚደንት ኢሳያስም ይኹን ናይ ኣምሓራ ፋኖ ውሽጢ ዝኣተወ ፍቕሪ ከም ዘይብሎም ዝተፈለጠ እዩ ክነግረኩም ካብ ዓብዪ ኣሕመድ ዝገደደ ቀይሕ ባሕሪ ክቋፃፀር እታ ናይ ቀደም ዝነበረት ኢትዮጵያ ኣንገቷ ተቆርጣልሽ እናበሉ ዝዛረቡላ ኩላ እታ ጫፍ ቀይሕ ባሕሪ ኤርትራ እትበሃል ሓንቲ ክፍለ ሃገር ወይ ከዓ ሓንቲ ጠቅላይ ግዛት እናገበርዋ ካብ ናይ ኣምሓራ ኤሊት ዝበለፀ ማንም የለን። ሰብ ይገርመኒ እዩ ምስ ኦሮሞን ኣምሓራን ቶ ኦሮሞ ሒዝዎ ዝንዮ ስልጣን ኣምሓራ እንተዝረኽብዎ ዝገደደ እዩ ነይሩ። ንትግራይም ዝገደደ እዩ፣ ንኤርትራም ዝገደደ እዩ። እዚኣ ክንፈልጣ ኣለና። ግን ህዝቢ ፕረዚደንት ኢሳያስ ዝብል ዘሎ ንኣብዪ ኣሕመድ ክዓግተሉ ከዳኽመሉ ዝጥቀመሉ ዘሎ ፋኖ እዩ። ስለዚ ምዕራብ ትግራይ ሰራዊት ትግራይ ብሓይሊ ኣቱ ይሓዞ ኢልና እንድሕር ፈቒድና ብቐጥታ ምስ ፋኖ ወይ ከዓ ምስ ኣምሓራ ንፃላእ ኣለና ማለት እዩ እዚ ከዓመ ምስ ኣምሓራን ምስ ፋኖ እንድሕር ተፃሊእና ከዓመ ምስ ዓብዪ ኣሕመድ ኮይኖም ወጊኖም ክወግኡና ይኽእሉ እዮም ስለ ዝኾነ ኸ ተዘራሪብኩም ተመያየጥኩም ክትፈትሕዎ ኢና ንደሊ ናይ ትግራይ ህዝብን ናይ ኣምሓራ ህዝብን ተመያይጦም ተረዳዲኦም እዮም ክፈትሕዎ ዝደሊ እምበር ወሪሩ ተትሒዙ ዘሎ መሬት ትግራይ ብሓይሊ ሰራዊት ትግራይ ከምልሶ ድሌት የብሉን እዚ ኢና ንብለኩም ዘለና ሰሚዕኹም ሰማዕተይ ሕዚ ኩሉ ሻዕ ካብቶም ላዕለዎት ኣዘዝቲ ሰራዊት ትግራይም ሓቲትና ነርና ኢና ንዙይ እዙይ ሰሚዕና እናና እንታይ ይመስለኩም ኢልና ግን ከቢድ እዩ ምክንያቱ እንታይ እዚ ናይ ኣምሓራን ናይ ኤርትራን ርክብ ቀደም ናይ ፌደራል መንግስትን ናይ ኤርትራን ርክብ እዩ ምዕራብ ትግራይ ትከይድ ገይርዋ ዝነበረ እዚ ከዓ መናኣና ፀገም ኮይኑና ዝኒሆ ነምሓራ ፋኖ ዝኩለይ ቁፅሪ ዘለዎ ሰብ ሓይሊ ዘለዎም ሞይቱ ክውዳእ ዘይኽእል መንእሰይ ዘለዎም ስራሕ ዝፈትሐ ብዙሕ መንእሰይ ዘለዎም ክልል ስለዝኾነ ኣብኡ እቲ ዓውደ ውግእ ክዳኸሙ እዩ ላሽ ክበሃሉ እዩ ፕረዚደንት ኢሳያስ ዝደል ዘሎ ሓንቲት መዓልቲ ምስ ናይ ትግራይ ሰራዊት ትግራይ ወይ ከዓ ምስ ቲዲኤፍ ተስማዕሚዑ እዩ መሬቶም እንድዩ ሉዓላዊ መሬት ትግራይ እዩ ብሕገ መንግስቲ ዝፍለጥ መሬት ትግራይ እዩ እንድሕር ኢሉ ተዛሪቡ ቀጥታ ናብ ዓብዪ ኣሕመድ እዮም ኣይበልኩኹም እንዶ እዚኦም ተጋሩ ብሓደ ክኾኑ እዮም ኢሎም ክግልበጥዎ እዮም እዚ እዛረበኩም ዘለኹ ናተይ ቃል ኣይኮነን መልሲ ዝሃቡና ካብ ካብ እተፈላለዩ ካብ ኤምባሲን ካብ እተፈላለዩ ቦታታትን ዝረኸብናዩ ሓበሬታ ኢና ንነገረኩም ዘለና እዚቲ ሓበሬታ እሙን ጥሉል ዝኾነ ሓበሬታ እዩ ዝነገርኩም ዘለዉ ስለዚ ኣብ ክልተ መንቀራቁሮ ዝኣተወ ጉዳይ ኮይኑ እውን ምስ ትግራይ ተፃሊኡ ካብ ትግራይ ተፈልዩ እታ ህዚ ወራር ናይ ኢትዮጵያ እንትመፅያ ክድሕን ከም ዘይኽእል ይፈልጣ ኣሎ ፕረዚደንት ኢሳያስ ናይ ኣምሓራ መንእሰይ ከዓ መፍትዖ ዓዲ ኣምሓራ ራይረይ ዘብሎ ዘሎ እንተልዩ ንኡ ብጣዕሚ ይጠቕሙ ከም ዘሎ ተወራር የደናጉየሉ ከም ዘሎ ተወራር እውን ከም ዘይለዓል ክገብረሉ ከም ዝኽእሉ ንግዚኡ ይጥቀመሎም እዩ ዘሎ ስለ ዝኾነ ናይ ምዕራብ ትግራይ ብዝርርብ ግበርዎ እዚ ንቕበሎ ዲና ፅቡቕ ዘረባ እዩ ተዛሪቡ ገነና ይኮን ቅዋሙ እየ ዝነግረኩም ዘለኹ ቅዋም ናይ ኢሳያስ ኣፍወርቂ ምዕራብ ትግራይ ናይ ትግራይ ኣካል እዩ ወሪሮም ይሓዝዎ ሰራዊት የብልን ኢሉ እዩ ዘሎ ወሪሩ እንተሒዝዎ ህዚ ንኣብነት መሬተይ ከምልስ እየ ኢሉ እቲ ሰራዊት ትግራይ ናብ ምዕራብ ትግራይ እንተኸይዱ ኸ ኢድኩምን እግርኹምን ኣርኒብኩም ትቕመጡ ድኹም ንዚኣ መልሲ ክህቦ ኣይከኣሉን ስለዚ ምናልባት ንዚኣ ክምልስዋ ዘይከኣሉ መልሲ ወይ ክንረኽበላ ዘይከኣልና እንታይ ከም ምዃና እታ ውሳነ ሽዑ እዩ ዝውሰን እዮም ዝብሉኻ ሽዑ እዩ ዝረአ ንሕና ሀዚ ንፈልጦ ነገር የለን ግን ኤርትራ ኣንፈት ምዕራብ ትግራይ ብሓይሊ ክትተሓዝ ድልት ከም ዘይብላ እዙ ኣረጋጊፆም ኣሎ ኣረጋጊፆምልና ኣሎ ዓብዪ ኣሕመድ እዚ ይደልዮ ዩ ዘረባ ይደልዮን ክደልዮ ይኽእል ዘይክደልዮ ይኽእል ዘይክደልዮ ዝኽእል ንምንታይ ንኤርትራ ክወግእ እዩ ዝደሊ ምስ ትግራይ ኮይነ እየ ተሓባቢረ ኢሉ ናይ ኣምሓራ ክተሓባበርዎ እዩ ዝደሊ ዘይክደልዮ ከደልዮ ዝኽእል ከዓመ ንትግራይ ሓግዙኒ ትርእይዎ ኣለኹም በኣርከስ ኣነ ኣይኮንኩን ከልኪለኩም ዝነኹ ናይ ኤርትራ መንግስቲ ናይ ኢሳያስ ኣፈወርቂ ትግራይ ክሕዝዋ ብሓይሊ ክሕዝዎ ምዕራብ ትግራይ የለልን ይብለ ኣሎ ኣነ ሕሊፎም ሃውክኹም ነይረ ግን ምዕራብ ትግራይ እንተረኺቦም ምስ ሱዳን ክራኸቡ እዮም ምስ ሱዳን ድሕር ተራኺቦም ከዓመ ኣፅዋር ክእትዉ እዮም ንኣይ እውን ሓደጋ ክኾኑን እዮም ኢሉ ስለ ዝፈርሕ ምስ ኣምሓራ ፋኖ ኮይኑ እዩ ዝኒኦ ስለዚ ምሳይ ኮይንኩም ንኢሳያስ ብሓደ ኮይንና ነውርዶ ክብል እዩ ትድልየቱ ግን ትዘለቶ ዋና ሓቁ እንታይ እዩ ዝኒሆ ኢሳያስ ኣፈወርቂ ምዕራብ ትግራይ ብሰራዊት ትግራይ ብሓይሊ ከይዶም ክሕዝዎ ድልት ከም ዘይብሉ ተዘራሪቦም ክፈትሕዎ ከም ዘለዎም እዩ ዝብል ዘሎ እዘይ ተዘራሪቦም ድሕር ብሓይሊ ከይዶም ክንታይ እዩ ክገብር እዚኣ መልሰ ይሃብር ኣይረኸብና ኣለን ኣይፈልጥና እያን ሽዑ እያ ትፍለጥ ሰብ ኣምሓራ ኮይኑ ድዩ ክወግእና ጦር ክመዝዝ ድዩ ከምቲ ቅድሚ ህዚ ዝገበሮ ብከበድቲ ኣፅዋራት ብዘይምቁራፅ ንሰለስተ ሰሙን ንኣርባዕተ ሰሙን ዝደብደቦ ምንም ሕሞራ እዚዩ ዝፍለጥ ነገር የለን ግን ተሃዚ ዘላ ግን ተዘራሪኹም ፍትሕዋ ኣነ ምስ ኣምሓራ ፋኖ ክፃላእ ኣይደልን ምክንያቱም ንዓብዪ ኣሕመድ ሒዞምለይ ዘለዉ ንሳቶም እዮም ዝብል ከም ምዃኑ እዩ ተነጊርና ዘሎ ሰማዕተይ እምበኣርከስ ንህዘው ዘይኣኽለኒ ክሸዓ ትቕፅል ግዜ ሰላም ደሓን